ሎሚ እቲ ሓቂ ኣሌክስ ንሊሊ ኩሉ ነጊርዋ ኣሎ ብጣዕሚ ዝገርም። ሰላምታ ኣይረሳዕኹን ክቡራት ቤተሰብ ከመይ ኣለኹም ደሓን ዲኹም በብዘለኹምዎ ሰላም ክትኮኑ እናተመነኹ ሓደሽቲ ንዚ ገዛ ከምቲ ልሙድ ላይክ ሸር ሳብስክራይብ ብምግባር ምትብባዕኹም ኣይፈለየኒ ክብለኩም ይፈቲ እትህቡኒ ምትብባዕ ድማ ኣዝየ ዘመስግን። እምበኣርከስ ናይ ሎምዓንቲ ኣድያና ወይ ከኣ ትሕዝቶና ደሞ ከምቲ ልሙድ ብዛዕባ ሊልና ኣሌክስ ኮይኑ ሎሚ ኣሌክስ ኩሉ እቲ ሓቂ ንሊሊ ነጊርዋ ኣሎ ማለት እዩ። ኣብ ዝሓለፈ ቪድዮኦም ሊልና ኣሌክስ ሊሊ ሓፍትና ንቢቲ ይቅርታ ክትብላ ናብ ገዝኣ ከይዳታ ነይራ ማለት እዩ ይኩን ደኣ እምበር ቢቲ ሓፍትና ውን ኣብ ገዛ ጸኒሓ ከም ዝተቀበለታ ሪኢኩምዋ ነይርኩም ኢኩም ግን ደሞ ይቅርታ ኣይተቀበለታን ነይራ ኣሻዐይትኡ ምክንያቱ ኣሌክስ ስለ ዝበለኪ እዩ እምበር ጸጺቱኪ ኩሉ ነገር ተረዲኡኪ ኣይኮንክን መጺኺ ዝብል ሓሳባ ወይ ከዓ ርኢቶኣ ሂባታ ነይራ ማለት እዩ። ይኹን ደኣ እምበር እቲ ዘጋጠመ ኣብ ተሻዓይትኡ ሰዓት ብጣዕሚ ዘሰንብድ እዩ። ኣሌክስ ሃንደበት ናብቲ ገዛ እዩ መፂኡ። ሃንደበት ናብቲ ገዛ ክመፅእ እንከሎ ደሞ ሊሊ ብጣዕሚ እያ ደንጊፃ። እሺ ተሰዓዐሙ እስኪ ክንሪኦኩም። እንታይ ክትገብር ኢኻ መጺኻ ክትብሎ እናሃለየት፣ ኣሌክስ ደሞ ብጣዕሚ ሰንቢዱ፣ ንስኺ እንታይ ክትገብሪ ኢኺ መጺኺ? እንታይ ኮይንኪ መጺኺ ናብዚ ገዛ እዚ? ዝብል ሕቶ እዩ ኣቕሪቡላ። ይኹን ደኣ እምበር ንሳ ደሞ ኣነ ይቅርታ ሕተትያ ኢልካኒዎዶ? ስለዚ ንቢቲ ይቅርታ ክብላ መጺኤ ዝብል ሓሳብ ወይ ከዓ ርእይቶ ሂባቶ ማለት እዩ። ሊሊ ብጣዕሚ ጠንካራ እያ ጅግና እያ ኣብዚ ሕዚ ሰዓት ሓሳብ ናይ ስብኣያ ተቀቢላ ገዛ ዳይቢቲ ከይዳ ይቅርታ ሓቲታ ንኣሌክስ ጎቲታ ከም ዘውፀኣቶ ካብ ገዛ ሪኢኩምዋ ነይርኩም ኢኩም ምክንያቱ ኣሌክስ ወይ ንዓይ ምረፅ ወይ ንቢቲ ምረፅ ኣብዚ ሕዚ ሰዓት ኢላ ሓሳባ ወይ ክዓ ርእይቶኣ ክትህቦ እንሃለየት ኣልየክስ እውን ገዛይ ክምለስ እየ ግን ክትረዳድኣ ሰላም ክትፈጥራ እየ መጀመርያ ዝደሊ ኢልዋ ንሳ እውን ሰላም ክንፈጥር ክንራዳዳእ ኢለ እየ መፅየ ምንም ጥፍኣት የብለይን ግን ንዓኻ ደስ ክብለካ ዝብል ሓሳብ እያ ሂባቶ ኣልየክስ ደሞ ጥፍኣት ዘይብልኪ ኮይንኪ ኣይኮንክን ኣብ ቅድሚ ኣዕርኽተይ ንዓይ ኣዋሪድክኒ ኢኺ፣ ውጻእ'ውን ካብ ገዛ ኢልክኒ ኢኺ፣ ከምኡ'ውን ንዓኣ'ውን ብገጻ ዝብል ርእይቶ እዩ ሂቡዋ። ይኹን ደኣ'ምበር ኩሉ እቲ ዝተወደለቶ ሸፊና፣ ምእንቲ ሓዳራን ምእንቲ ናብራኣን ኢላ ይቅርታ ሓቲታታ ንቢቲ ማለት እዩ። ብጣዕሚ እዩ ደስ ዝብል። ይቅርታ ናይ ለባማት እዩ። ክሕደገኩም ተኾይኑ ንስኻቶም እውን ሕድገት ግበሩ እዩ ዝብለና እና ብጣዕሚ እዩ ደስ ኢልኒ ማለት እዩ። ክቡራት ቤተሰበይ ኣሌክስ ደሞ ናብ ገዝኡ ተመሊሱ ኣሎ ኣብዚ ሕዚ ሰዓት ማለት እዩ። ናብ ገዝኡ ተመሊሱ ኩሉ እቲ ሓቂ ምስ ቢቲ ዝነበሮም ነጊርዋ ኣሎ ማለት እዩ ክቡራት ቤተሰበይ ሊሊ ደሞ ብጣዕሚ እያ ሰንቢዳ ዘይተጸበየቶ ኮይኑ እቲ ነገራት ጸኒሕዋ ማለት እዩ ቢቲ ካብ ጎና ኣሌክስ ብምፍላዩ ብጣዕሚ እያ ነቢዓ። ካብ ድሕር ደጊም ኣልየክስ ስመይ ከይተልዕለኒ ምኽንያቱ እስካብ ሐዚ ውን ብዙሕ ተዋሪደን ተፃሪፈን እየ ብዘይገበርክዎ ስለዚ ኣነ ንሓዳርካ ሕንፍሽፍሽ ዘእትየልካ እንተኾይነ ካብ ድሕር ሐዚ ስመይ ክተልዕሉኒ እነ ጭራሽ ኣይደልን እየ ንዓኻ ኣባኻ ዘለዋ ክብርን ተኣማንነትን ኩሉ ነገር ንስኻ ጅግና ኮይንካ ክተርእያ ኣለካ ዝብል ርእይቶ እያ ሂባቶ ማለት እዩ። ኣሌክስ ርኢኹምዎ እንተኾይንኩም ናብ ገዛ ቢቲ ክመፅእ እንከሎ እንታይ ክትገብሪ መፂእኻ ክትብሎ እናሃለየት ሰላም ክብላ ንቢቲ መፂኤ እዩ ኢልዋ ግን ሊሊ ሓፍትና ድሞ ብጣዕሚ ሰንቢዳ ሰላም ክትብላ መፂኻ ንወድኻን ንዓይ ግን ሓንቲ መዓልቲ ሰላም ክትብለና መፂኻ ኣይትፈልጥን ኢኻ ስለዚ እንታይ እዩ እዚ በቃ ኣብዚ ሕዚ ሰዓት ወይ ንዓይ ክትመርጽ ኢኻ ወይ ንዓኣ ክትመርጽ ኢኻ ወይ ድማ ጠቕሊልካ ንዓይ ክትስእነኒ ኢኻ ዝብል ሓሳብ እያ ሂባቶ። ኣሌክስ ደሞ ነገራት ብጣዕሚ ከቢዶምዎ ሰንቢዱ እንታይ ትብልኺ ተራጋግዒ እቲ ነገራት ኩሉ ብሰላም ፈትሕና ናብ ዝነበርናዮ ከም ዝንመጽእ በዓል ተስፋ እየ ዝብል ሓሳብ ሂብዋ ማለት እዩ። ይኹን ደኣ እምበር ሕዚ ብጣዕሚ እዩ ደስ ኢልኒ ክቡራት ቤተሰበይ ምኽንያቱ ኣሌክስ ሊሊ ሓፍትና ናብ ገዝኡ ተመሊሱ ነገራት ብሰላም ክፈትሕዎ ኢሂን ምሂን ክበሃሃሉ ናብ ገዝኡ መሊሳቶ'ላ። ምኽንያቱ ማዕዶ ልማዕዶ ኮይንካ ሓዳር ፅቡቕ ኣይኮነን ንፋስ እዩ ዝኣትየካ። ንሳ ሊሊ ሓፍትና ፅቡቕ እያ ገይራ ናብ ገዝኡ መሊሳ ኮፍ ኣቢላ ናቱ ጌጋን ናታ ጌጋን ተረዳዲኦም ክፈትሕዎ እዩ ዘለዎም ማለት እዩ። ስለዚ እቲ ሓቂ ርክቦም ምስ ቢቲ ዝነበሮም ኣብዚ ሐዚ ሰዓት ጠጠው ኣቢሎም ኣለው ምኽንያቱ ኣሌክስ ቢቲ መሓዛይ እያ ሓፍተይ እያ ልዕሊ ማንም ትበፅሐኒ እያ ዝብል ሓሳብ እዩ ሒዙ ነይሩ ግን ካብ በዓል ቤቱን ካብ ውላዱን ዝዓብዮ ኣካል የለን ስለዚ ኣብዚ ሐዚ ሰዓት ብጣዕሚ እዩ ደስ ኢሉኒ ምኽንያቱ ኢህን ምሂን ኢሎም ነገራት ክፈትሕዎ ምዃኖም እዩ ዘርኢ ማለት እዩ። ሰላምን ፍቕርን ንዓኣቶም ይኹን። ኣንሕና እውን ንሱ ኢና ንደሊ ነይርና። ኣልየከስ ናብ ገዝኡ ተመሊሱ ብሰናይ ሰላም ክፈትሕዎ እምበር ውፃእ ስለ ዝበለቶ ክወፅእ ሊሊ ውፀእ ስለ ዝበላ ክወፅእ ኣይኮነን ከምኡ ኣይኮነን ሓዳር ሓዳር እኮ ግድን ክትራዳዳእ ኣለካ ክትከባበር ኣለካ ኢሂን ሚሂን ክትበሃሃል ኣለካ እና ንባዕልቶም ተይኮኑ ንዚ ኣብ ዓዲ ዘሎ ወለዲ ንዓርሱ ብጣዕሚ ኣብዚ ሐዚ ሰዓት ኣብ ጭንቀት ከም ዘለዉ እዮም ዝናገሩ ማለት እዩ ጌጋ ንኣሌክስ እዩ ስለዚ ጌግኡ ኣሪሙ ናብ ናብርኡ ክምለስ ኣለዎ ሊሊ ኣብዙሐ ሰዓት ተበዳሊት እያ ዘላ እዮም ዝብሉ ማለት እዩ። ብዓይኒ ብዙሓት ሰባት ደሞ ሊሊ ተበዲልኪ ኢኺ ስለዚ ልምንታይ ኢኺ ይቅርታ ንቢቲ ከይድክስ ይቅርታ ሓቲትክያ ዝብል ብዙሕ ሰብ ርእይቶ ነይሩ ማለት እዩ። ግን ሊሊ ይቅርታ ዝሓተተታ ለባም ስለዝኾነት እያ። ወሪዳ ደይባስ ስለ ትሓስብ እያ። ስለዚ ልሓዳርካ ወይ ከዓ ልናብራኻ ድማ ግድን ኢኻ መስዋእቲ ክትከፍል እና እዞም ቆልዑ እዚኦም እዚ ፍቅሪ እዚ ካብ ብህፃኖም ትሒዞም ኮስኪሶም ዘዕበይዎ ስለ ዝኾኑ ብሸለል መለል ክጠፍእ ስለ ዘይደለየቶ እያ። ንውላዳ ኢላ እያ መስዋእቲ ትኸፍልላ ስለዚ ኣሕዋተይ ኩለና ይረዳእና ካብዚ ድራማ እዚ ካብዚ ፕራንክ እዚ ካብዚ ሓቃዊ ሂወት እዚ ብዙሕ ነገር ክንመሃር ንኽእል ኢና ኣብ መንጎና ኣብ መንጎ ሓዳር ሰብ ክኣቲ ይኽእል'ዩ። እቲ ሰብ'ከ ከመይ ጌርና ኢና ካባና ክነርሕቖ ዘለና ዝብል ክንመሃር ንኽእል ኢና ማለት'ዩ። ሊሊ ሓፍትና ዘስግኣ ስግኣት እንተሎ ከምቲ ዝሓለፈ ዝነበረ በዓል ዳጊ መጺኦም ብዙሕ ነገራት ዝነበረ ከምኡ ክኸውን ስለዘይደለየት'ያ ተዋጠጥ። ነገራት በቃ ኣብ ገዝኣ ክትፈትሖ ስለ ዝደለየት እያ እቲ ሓቂ ማለት እዩ። ስለዚ ክቡራት ቤተሰበይ ናይ ሎማዓንቲ ዝነበረና ትሕዝቶ እዚ ይመስል ነይሩ። ብዝቕፅል ብኻሊእ ትሕዝቶ እስካብ ንራኸብ ስሰናዩ ንዓኹም እናበልኩ ንዚ ቪድዮ እተፈቲኹምዎ ክምቲ ልሙድ ላይክ፣ ሸር፣ ሳብስክራይብ ብምግባር ምትባዕኹም ኣይፈለየኒ ክብለኩም ይፈቲ። ባይ ባይ ሰናይ ቅንያት ይግበረልኩም።